ብቀዳማይ ኣብታ ለዓለኩም ተተቁን ትብል ኣብኣ ወቅፋ ጌርና ብዛዕባኣ ያኒ ኣገዳሲ ዝኮነ ነጥብታት ሪኢና ማለት እዩ ሕጂ ዊን ኣያመን ማዕዱዳት ትብል እዚኣ ዊን ለፍታ ቆላሕታ ዘድልያ ቃል ናይ ረቡና ዓዘወጀል እያ ነታ ናይ ስያም

ጠብዓን ኣያም ሻህር ሮሞዳን ማለት'ዩ፣ እዛ ሮሞዳን እዚኣ ስኒ ዝቑጸራ መዓልቲ'የን ክብል እንከሎ ከምዚ ሕጂ ክንዛረብ ከለና ኣታ ከመይ ኣለኹም ከመይ ኣሎ ሮሞዳን ክትብል ከለኻስ ወላሂ ሮሞዳን ደኣ ኻላስ ከይደ ከይደ ኢሉ ትብል ሕጂ እንታይ'ያ ተረደኣና እዛ ኣያ እዚኣ ኣያመን ማዕዱዳት ዝበላ ረቡና ዓዘወጀል ንሳ ኮይና ማለት'ዩ

ረቡና ዓዘ ወጀል ወርሒኡ ኣብ ክንዲ ዝብለናን ኣያም ማዕዱዳት እየን ክብለና እንከሎ ታህዊን ዓለ ንፉስ ሕጂሲ ውሑዳት እየን ከቢድ ከየካብደልና ኢሉ ማለት እዩ ድቁፀራ መዓልታት እየን ኢሉ ረቡና ዓዘ ወጀል ድላዩ ከእዝዘካ ክእራከይ ላኪን ካብቲ ራሕማ ናቱ እንታይ ኢሉ ተክፊፍ ነቲ ነፍሲ ከይከብዳ ኣያ ማዕዱዳት እየን ኢሉ ውሑዳት ምዃነን ሓቢሩና ማለት እዩ። ሓደ እዚ ኣያ ማዕዱዳት ከምኡ ድማ ኣተዝኪር ቢሱርዓቲ ኢንቂዳእ ኣልዑሙር ኣያ ማዕዱዳት እየን ክበሃል ከለዋ ድቁፀራ እየን ክብለና ከለዎ ኣብኣ ከለና ድማ እንታይ ከነስተባህል ኣለና እተን መዓልታት እንተ ድቁፀራ ዝኸዳ ኮይነን እታ ዕምሪ ድማ ምስኣ ድማ ትቆፅር ኣላ ማለት እዩ።

እላ እቶም መላኢካ ነቶም ኩፋር ይሓትዎም ዮውም ኣልቅያማ ምስ ኮነ እንታይ ይብልዎም ክንደይ ነቢርኩማ እዛ ኣዱንያ ክንደይ ተቀሚጥኩማ ይብልዎም ቃለ ከም ለቢስቱም ፊል ኣርዲ ዓደደ ሲኒን ክንደይ ዓመታት ኢኹም ተቀሚጥኩሞ እዚ መሬት እዚ ይብልዎ እሞኒ እዚ ኣብ ሱረት ኣልሙእሚኑን መበል ሚእትን ዓሰርተ ክልተን ኣያ ዘላ ቃሉ ሕጂ ሪኢኻ የውመልቅያማ ምስ ኮነ እቲ ተሓሳስባ ኩሉ ተቐይሩ ቃሉ ለቢትና የውመን ኣው ባዕደ የውም ፈስኣሊል ዓዲን ወላሂ እንድዒ ሓንቲ መዓልቲ ወይ ገለ መዓልቲ ረፋድ መዓልቲ ዶ ጌርና ንኸውን ይብሉ የውመን ኣው ባዕደ የውም ሓንቲ መዓልቲ ወይ ገለ መዓልታት ኢና ጌርና

ኣብቲ ግዜ እቲ እቲ ሽግር እቲ መዓት እቲ መከራ ኻምሲን ኣልፍ ዮም ክዓ ሓምሳ ሽሕ ዓመት ዝኣክል ጠጠው ምስ በሉ እዚ ኹሉ እዚ እቲ ናይ ኣዱንያ ዝነበርኩሞስ ክንደይ ነይሩ ምስ ተባህለ ወላሂ ሓንቲ መዓልቲ ክልተ መዓልቲ ዶ ትኸውን ይብሉ ማለት ዮም።

ዘሕለፍዎ ቁሩብ ሰብሪ ገይሮም ነይሮም ተዝኾኑ ሕራይ ኢሎም ተማእዚዞም ነይሮም ተትኾኑ ከምቶም ሙእሚኒን ምስተዓወቱ ነይሮም ላኪን ሕጂ ምስ ኸሰሩ ቃለ ካም ለቢስቱም ፊል ኣርዲ ዓደደ ሲኒን ተባሂሎም ካም ካነት ኢቃመቱኩም ፊ ዱንያ ክንደይ'ያ ነይራ ኣብ ኣዱንያ ዝተቀመጥኩማ ምስ በሉ ከምዚ ነዊሕ መሲልዎም መን ከማና ዝብሉ ዝነበሩ ከምዛ ኣዱንያ ባዕሎም ዝውንንዋ ኮይኑ ዝስመዖም ዝነበረ ሕጂ እንታይ ኢሎም ቃሉ ለቢስና የውመን ኣው ባዕደ የውም፣ ሓንቲ መዓልቲ ዶ ትኸውን ክልተ መዓልቲ ዶ ትኸውን ኢሎም ማለት እዮም። ኢዘን ሓቂቀት ዘመድ ዱንያ፣ እታ ዘመን ናይ ኣዱንያ ስኒ ምስ ናይ ኣኼራ እንተደኣ ኣወዳዲርካያ፣ እታ ኣኼራ ልልኣበድ እያ። እታ ናይ ኣዱንያ ሳዓ መጺኻ ከምዛ ቋሕ ሰም ከምኣ ኮይና እያ ትሓልፍ ደላ ማለት እዩ። ወሊዛሊክ ወዲ ሰብ ኩላ ግዜ ይዕሸው እዩ ማለት እዩ ኣብ ኣዱንያ። ኣልኢንሳን ኣለዚ ዓሻ ወላ ሱሳ ዓመት ዲኻ ጸኒሕካ ሰብዓ ዓመት ዲኻ ጸኒሕካ ወላ ውን ሚእቲ ዓመት ጽናሕ ገለ ገለ ኣለዉ ምሽ ሚእትን ልዕሊ ሚእቲ ሓሊፎም ሚእትን ዕስራን ዕድሚኡ ነዊሕ ተባሂሉ ኣብ ጋዜጣ ይዝረበሉ ገለ እምበር ድበጽሕ ውን የለን ሚእቲ ሚእትን ዕስራን ላኪን ምስቲ ናይ ኣኼራ ምስቲ ናይ የውመል ኹሉድ ምስኡ እንተ ኣወዳዲርካየን እወ ፈዕለን ሓንቲ መዓልቲ ክልተ መዓልቲ ኮይና ውን ኣይትስመዓካን እያ ማለት እዩ ኢዘን እዛ ኣያመን ማዕዱዳት ክብል ከሎ ምስትብሃል ትደሊ እያ ማለት እዩ ከምኡ ውን ሱርዓት ልኢንቂዳእ ግዜ

ፈልዕብራ እቲ ቀንዲ ስኒ ምብዛሕ ውን ኣይኮነን ዝድለይ ደሎ እንታይ ደኣ ዝድለይ ደሎ ከመይ ጌርካ ተሕልፈን እተን ዘለዋኻ እዩ ደኣ እምበሪ ኣዱንያ ኩሉሃ ኣያም ማዕዱዳት እያ እዚኣ ኣያ እዚኣ እንታይ ይብሉ ኣያመን ማዕዱዳት ዓቢ ኳሕኳሕ ተብል ኣላ መበራበሪ እያ ማለት እዩ ነቲ ዘንጊዑ ዘሎ እታ ነባሪት ዝኾነት መጨረሻ ዘይብላ ክንድዚ እዩ ዓመታት ኢልካ ዘይውዳእ ናይ ኣኼራ ንዕኡ ርኣይ ኢኻ ነዘን ኣያም ማዕዱዳት ዝኾና ናብእን ጥራሕ ኣይትመርኮስ ኢኻ ድሓዘ ክነ ያኒ ዒብራ ኣለዋ እዛ ረቡና ዓዘወጀል ናይ ሮሞዳን ኣያም ማዕዱዳት ዝበላ ማለት እዩ ኣልዮም ዕንደላህ እቲ መዓልቲ ክበሃል ከሎ ኣብ ቅድሚ ረቢ ኣብ ረቢ ስኒ ወላሓንቲ ለኣኑ ረቢ እዩ ድኸልቆ እቲ ዘመን ንረቢ ወላሓንቲ እታ ወላ ሽሕ መዓልቲ እውን ከም ሓንቲ መዓልቲ እያ ማለት እዩ ወሊዛሊክ ረቡና ዓዘ ወጀል ወየስተዕጅሉነከ ቢልዓዛብ ኢሉ እቶም ከፈራ ኣበይ ኣሎ እቲ ዓዛብ ትብሎ ነበርካ ያላ በል ኣውርዶ ኢኻ ኢሎም ዒናድ ደለዎ ይካትዕዎም ነይሮም ነቶም ኣንብያ

እቲ እስኻትኩም ሽሕ ኢልኩም ትቆጽርዎ ዘለኹም እኮ ኣብ ረቢ እኮ ሓንቲ መዓልቲ እያ ኢሉ ወኢነ የውመን ዒንደ ረቢካ ከኣልፊ ሰነቲን ሚማ ተዑዱን እዚ ኣብ ሱረት ልሓጅ መበል ኣርብዓን ሸውዓተን ኣያ ዘላ ሽሕ ኢልካ ትቆጽሮ ኣብ ቅድሚ ረቢ ሓንቲ መዓልቲ ማለት እዩ ሕጂ ረሱል ዓለይሂ ሰላቱ ወሰላም ካብ ድመጹ ኢልናስ ሽሕን ኣርባዕተ ሚእትን ኣርብዓን ሸውዓተን ንብል ኣለና

ፊ የውሚን ካነ ሚቅዳሩሁ ኸምሲነ ኣልፈ ሰና ኢሉ ሓምሳ ሺሕ ዓመት ተዕሩጁል መላኢካ ሕጂ ብቲኣ ኣልፍ ሰና ምሽ ኢሉና ኔሩ ኣብዚ ድማ ኸምሱነ ኣልፍ ሰና ኢሉ እዚ ኽልቲኡ በበይኑ ኹነታት እዩ ንሕና እቲ ናይ ኣዱንያ ንቆጽሮ ዘለና እቲ ሽሕ ንብሎ ኣብ ቅድሚ ረብስ ሓንቲ መዓልቲ ኾይና ኣላ የውመል ቅያማ ድማ ካነ ሚቅዳሩሁ ኸምሲነ ኣልፈ ሰና ክንዲ ሓምሳ ሽሕ ዓመት ዝኸውን እዩ ወይን መዓልቲ ዘለዎ ድማ ኣሎ ማለት እዩ። እንታይ ማለት እዩ? እቲ ዓዛብ እቲ ጠጠው ምስ በሉ ኣብ ማሕሸር ሕጂ ሰባት ደው ምስ በሉ፣ የውመልቅያማ ምስ ኮነ ጌና ንጀና ንጀሃነም ከይተባህለ ከሎ ኩሉ ሰብ ዩሕሸር ኣብ ኣብ ሓደ ጎልጎል ሰፊሕ ቦታ ይእከቡ ማለት እዮም። ሓዊ ብኹሉ ይመጽእ ሓዊ ኮብኪቡ ኮብኪቡ ንኹሉ ሰብ ኣብ ሓንቲ ቦታ ተኣኪቡ ኣሎ። ሕጂ ብኡ ምስ ኮኑ ዓቕሎም ይጸቦም ደቂ ሰባት። ብድሕሪኡ ይኸዱ ነቦና ኣደም እንታይ ይብልዎ ያኣደም ረቢ ባዕሉ እንድዩ ኸሊቑካ ብኢዱ ዝኸለቐካ ካብዚ ዘለናዮ ስኒ ሓዲኡ ክንከውን ከቢዱና እዚ መዓልቲ ወላ ንጀሃነም ዝኣቱ ድዩ ወይ ንጀናስ ይሓድግ ክኸውን ኢሎም ይዛረቡ ወላሂ ሰይድና ኣደም ይፈርሑ ኣነ ቆጽሊ ትብላዕ ተባሃልኩዋ ካብኣ በሊዐ ረቢ እንታይ ከም ድብለኒ ሎሚ ኣይፈልጥን እየ ኢሎም ይፈርሑ እሞ እንታይ ደኣ ክንገብር ኪድ ናብ ኑሕ ኪዱ ኑሕ ይኸድዎ ኑሕ ድማ ኣነዊን ፈሪሐ ይብል ዱዓ ጌረ እዞም ከፈራ እዚኣቶም ዘትዓቡኒ ኣህልቆም ኢለ ረበል ዓለሚን እንታይ ከም ድብለኒ እውን ኣይፈልጥን እየ ይብሉ እሞ እንታይ ድኣ ክንገብር ናብ ኢብራሂም ይኸዱ ሰይድና ኢብራሂም ድማ ወላሂ ኣነ ኣብ ኣዱንያ ከለዋ ከለኹ ክልተ ከም ሓሶት እዩ ቆፂርዎን ክልተ ድተዛርብክዎን ኣለዋ በአን እውን ፍርሒ ኣለኒ ይብል እቲ ንጉስ ነታ ሰበይቱ ክወስዳ ምስ ደለየ ንሃጅር እዚኣ እንታይ ከኣ ምስ በሎ ከይቀትሎ ሓፍተያ ኢልዎ ጠብዓን ተውርያ እዩ ገይሩ ናዓም ሓፍቱ ኣብ ዲን ማለት እዩ ኣብ ኢማን ላኪን ከምኡ ገይሩ መን እዩ ደኣ ነዞም ኣስናም ንኩሎም ሰይርዎም ደሎ ምስ በልዎ ድማ እስኣሉ ከቢሮም ነዚ ዓብይ ደይትሓትዎ ነቶም ኩሎም ነቶም ናእሽቱ ጣኦታት ኩሎም እዩ ሰይርዎም ኢብራሂም ነቲ ዓብይ ጥራሕ ገዲፉ ታፋስ ኣብቲ ኣብቲ መንኮቡ ገዲፉሉ ከይዱ ሕጂ መን እዩ ገይርዎም እዚ መን እዩ ሰይርዎ ኢሎም ኩላቶም ክዛረቡ ምስ ጀመሩ ላእ ምሽ ሓደ ነይሩ ሓደ ቆልዓ ኢሎሞ ፈታይ ኢሎሞ ሓደ መንእሰይ ነይሩ እንድዩ ነዞም ኣስናም ዒባዳ ኣይትግበሩ ዝብል ዝነበረ ንዕኡሱዩ ዝኸውን ጸውዕዎ ተባሂሉ ሕጂ ተጸዊዑ መን ዩ ከምዚ ገይሩ ሰይርዎ ምስ በሉ ምስ በልዎ እንታይ ንዓይ ትሓቱኒ ትሓቱ ተኾይንኩም ነልኩም እንዶ ትረቢ ዩ ትብልዎ እዚ ዝዓበየ ንሱ እንድዩ ተሪፉ ዶ ኣሎ ንዑ ሕተትዎ ኢልዎም ሕጂ በዚ ዝበልክዎ ውን እፈርሕ እየ ስለዚ ኪዱ ደኣ ንኻሊእ ሕተቱ ይብሉ ሰይድና ኢብራሂም ናብ ሰይድና ሙሳ ይኸዱ ናብ ሰይድና ናብ ሰይድና ሙሳ ይኸዱ ዒሳ ኣብዚ ኣይተዘከረን ብድሕሪኡ ኪዱ ደኣ ናብ ሙሓመድ ዓለይሂ ሰላቱ ወሰላም ይብልዎም ሰይድና ሙሓመድ ዓለይሂ ሰላቱ ወሰላም ይብሉ ኣብ ታሕተል ዓርሺ ስጁድ ይገብር ረበል ዓለሚን ኢለዮ ዘይፈልጥ መሓምድ ሰናእ ሞጎስ ናይ ረቢ ስኒ ረቢ ይከፍተለይ ብኡ ገይረ ይልምኖ ሕጂ ረብልዓለሚን ታይ ይብሎም ኢርፋዕ ራእሰክ በር ርእስካ ሓፍ ኣብል ኢካ ኢሽፋዕ ቱሸፋዕ ድደለካዮ ክትሽፍዕ ውሕስነት ሂብናካ ኢና ምስ በሉ ሽዑ እቲ ቀዳእ ይፍጸም ማለት እዩ ወይ ንሰብ ጀና ጀንዳ ንሰብ ጀሃነም ጀሃነም ድዩ ኣብዚ ግዜ እዚ ሽዑ እቲ ሕሳብ ይጅመር ማለት እዩ። ኢዘን እዚ መዓልቲ እዚ ከቢድ ዝኾነሉ መዓልቲ ድማ ኣሎ። ኣብዚ መዓልቲ እዚ ድማ ካና ሚቅዳሩሁ ኸምሲን ኣልፈ ሰና፣ ናብ ረቢ ኹሉ ሓደ እዩ፣ ንዓኻ ግን ክንዲ ሓምሳ ሺሕ ዓመት ኮይኑ ይረኣየካ እቲ ጸበብን እቲ ሽግርን ማለት እዩ። ኢዘን እብኒ ከሲር እውን እንታይ ይብሉ እና የውመን ካነ ዕንደ ረቢ የውመን ዕንደ ረቢካ ከኣልፊ ሰነት ሚማ ተዕዱን ትብል ደላ ኣልማዕና ኣነ ላሃ ላ ዩዕጅልሁ ላ ያዕጀሉ ብዓጀለት ልዕባድ ከምቲ ናይ ባሮት ዝህወኽዎ ከምኡ ይኮነን ሽሕ ኮን ቅድሚ ረቢ ሓንቲ መዓልቲ ኣብዩ ኣሎ ዓዛብ ገይሩስ ነዚኦም ውድእ ዘይብሎም ከምዚ ትብል ኣለ ካላ ረበልዓለሚን ዩምሂል ሓንሳብ ዕድል ይህብ ማለት እዩ

ኣቲ መዓልቲቲ ነቲ ካፍር ኸምሲን ኣልፍ ሰነ ከም ሓምሳ ሽሕ ዓመት ኮይኑ ዓቅሉ ይጸቦ ማለት እዩ እቲ ሙእሚን ከኒ ነቲ ሙእሚን ወላ ሓንቲ ይጸቦን እዩ በል ሳሀል ይገብረሉ ረቢ ልዓለሚን ወሊሃዛ ነቢ ዓለይሂ ሰላቱ ወሰላም ኣብ ሪዋየት ሙስነድ ኣሕመድ ዘሎ ሓዲስ ኣቢ ሰዒድ ኣልኹድሪ ወለዚ ነፍሲ ብየዲህ ኢሎም በታ ነፍሰይ ኣብ ኢዱ ዘላ ይምሕል ኢሎም ረሱል ዓለይሂ ሰላቱ ወሰላም ኢነሁ ለዩኸፈፍ ዓለል ሙእሚን እቲ መውቅፍ ናይ የውመል ቅያማ እቲ ሰብ ተሸጊሩ ኣበይ ኢና ንኸይድ ክብል ከሎ ጥብዓን እቲ ሙእሚን በቲ ሰደቓ ናቱ ደጽህል ኣሎ ኣብ ዓርሺ ናይ ረቢ ዚል ዝረክብ ኣሎ ላኪን ኢሎም ነቢ ዓለይሂ ሰላቱ ወሰላም ለዩኸፈፍ ነቲ ሙእሚን ከፊፍ ዝኾነሉ እቲ ሰብ እቶም ኮፈራ ዓቕሎም ክጸቦም ከሎ ሓታ የኩኑ ኣህወኑ ዓለይሂ ሚን ሰላቲን መክቱባ ዩሰሊሃ ፊ ዱንያ ከምዛ ረክዓተይኒ ሓደ ሰብ ድሰግዳ ግዜ ትወስደሉ ክንድኣ ኮይና ትስምዖ ማለት እዩ እቶም ኮፈራ ዓቕሎም ክጸቦም ከሎ ነዚ ሙእሚን ድማ ክንዲ ረክዓተይኒ ናይ ሰላት ድሰግዳ ሰብ ከምኡ ኮይኑ ትስምዖ ይብሉ ዓለይሂ ሰላቱ ወሰላም ኢዘን ዘመን ልዓይሽ ፊ ዱንያ እዛ ኣብ ኣዱንያ ንነብራ ዘለና ላሕዛ ሓንሳብ ቋሕ ሰምያ ሓታ ኑሕ ዓለይሂ ሰላም ሲ ሽሕ ዓመት እዮም ጸኒሖም ኣብ ኣዱንያ ሽሕ ዓመት እቶም ናይ ቀዳሞት ዝነበሩ ነዊሕ እዩ ነይሩ ዕድሚኦም ሕጂስ ከመይ ይስምዓካ ናይ ኣዱንያ ምስ በሉ ወላሂ ይብል ከምዚ ዱንያስ ክልተ ማዕጾ ዶ ኣለዋ በዛ ሓንቲ ማዕጾ ኣትየ በታ ካልኣይቲ ማዕጾ ዝወጻኹ ከምኡ ኮይኑ እዩ ዝስምዓኒ ኢሎም ወሊዛሊክ ረቡና ዓዘወጀል

እዚ ኩሉ ዘዕገርግሩ ዝነበሩ እዚ ኩሉ መን ከማና ዝብሉ ዝነበሩ እዚ ኩሉ እዚ ኩሉ ከኣነሁም ሕጂ እንታይ ኮይና ተም ኣላ ማለት እዩ ለም የልበሱ ኢላ ዓሽየተን ኣው ዱሓሃ ከምዛ ሓንቲ ረፍዲ ጽንሕ ኢሎም ድጠፍኡ ከምኣ ኮይና ትስምዖም ማለት እዩ ኢዘን እንታይ እዩ ወላ ውን እቲ ድመጽእ ዘሎ ኩሉ የውመል ቅያማ ዋዕዲ ኣትዩልና ደሎ ረቢ መጻኣይ እንድሕር ኮይኑስ ቀረባ እዩ ኩሉ ኣትን እንታይ እብሉ ቀሪብ ኩሉ ድመጸካ ትጽበዮ ነገር ኩሉ ድመጽእ ቀረባ እዩ ወሊዛሊክ ሰይድና ሉጥ ሕማቕ ግብርታት ገብሩ ነይሮም ቶም ህዝቦም ዱዓ ገይሮም ኣላሁማ ኣህሊክሁም ኢሎም ያዕኒ ረቢ ልኣኑ ሰብ ገይርዎ ዘይፈልጥ ማዕስያ እዮም ገይሮም

ኢዘን ሃጋ ወቀውሙ ሉጥ ቀውሙ ሉጥ ኣብቲ ኣብ ደገ ኮይኖም መላኢካ እዮም መጺኦም ከነግርዎ ኢሎም ክጠፍኡ እዮም ሕጂ ነዞም መላኢካ ሕማቕ ምስኦም ከይገብሩ ኢሎም ይዳፍእዎም ሰይድና ሉጥ እቲ ማዕጾ ከይኣትዎም ማለት እዮም ኣሸጊሮሞም ኣብታ ግዜ እቲኣ ረበል ዓለሚን ንጅብሪል ልኢኽዎ ማለት እዩ

ካብቲ ራሕማ ናይ ረቢ እዩ እዚ ኣያም ማዕዱዳት ኢሉና ዘሎስ ብዙሕ ኣይኮነን ከቢድ ከምዘይኮነ ድቁጸራ እየን ኢሉ የፋኹሰልና እዩ ደሎ ረብልዓለሚን ማለት እዩ ከምኡ ድማ ኣያም ማዕዱዳት እየን ድቁጸራ መዓልቲ እየን እሞኒ ዳዕዋ ሊእስቲማር ኣልወቅት እቲ ግዜ ዝተጠቀምሉ ድቁጸራ እየን ሕጂ ትማሊ ብቕድሚ ትማሊ ሓሊፉ እቶም ድሰጎዱ እቶም ድቖሩ ተራውሕ ዝኸዱ ቅያም ዝገበሩ ከሲቦም ኣለዉ እቲኦም ሕጂ ሓሊፋትኩም ኣላ ላእ ኣያም ማዕዱዳት እየን ተጠንቀቑ ድቑጸራ እየን ወዓደም እተፍሪጥ ፊ ጣዓት ኣይተሕልፍዎን ኢኹም ኣብ ጣዓ ምግባር ማለት እዩ ማዓ ኢሻራ ሊራሕመቲላህ ላኪን ራሕማ ናይ ረቢ እንታይ ገይሩልና ማለት እዩ ተይሲር ኣፍኪሱልና ማለት እዩ። ኢዘን ኣተኽፊፍ ወተርቂብ ኣሎዋ ዘኣያመን ማዕዱዳት ክብድላ ውሑዳት እየን ኢሉና ኣሎ ድቁጸራ እየን ላኪን ብሓደ ሸነኽ ድማ ድቁጸራ ስለ ዝኾነስ ክሰቡለን ድማ ኣሎ ማለት እዩ ክሰቡለን ከምኡ ድማ ብሓደ ሸነኽ ድማ ሱርዐት ኢንቂዳእ ኣዱንያ እዛ ኣዱንያ እዚኒ ብሓንሳብ ጥቕልል ጥቕልል ጥቕልል ኢላ ከም ትኸይድ ተዘኻኽረና እዚኣ ኣያም ማዕዱዳት ትብል ማለት እዩ። ከምኡ ድማ ዓዘመቱል ጀዛ፣ ኣያም ማዕዱዳት እየን፣ ንዓም ድቑጸራ እየን። ዓመል ቀሊል እዩ እሞ ድቑጸራ እንድሕር ኮይነን እተን ኣብዘን ድቑጸራ ኢኻ ሰሪሕካ ዘለኻ ወላኪን እቲ ኣጅሪ ናተን ከኒ ኣጅሪ ድማ ዝተዓጻጸፈ ዝተዓጻጸፈ ገይሩ ድማ ረቢ ሂቡና ማለት እዩ። ወሊዛሊክ ረበል ዓለሚን ገለ ገለ ኣብ ውሑድ እንከሎ እተን ትሰርሐን ላኪን ብዙሕ ገይሩ ድማ ይህበካ። ኢነላሃ ሻኪሩን ዓሊም ረቡና ዓዘወጀል ሻክር እዩ ወሊዛሊክ ሓደ ድማ ካብቲ ፈድል ናይ ኡመት ሙሓመድ እዩ ኡመት ሙሓመድ ስኒ ረበል ዓለሚን ካብቶም ካልኦት ህዝብታት ዝነበሩ ፍሉይ ገይርዎም ቁሩብ ይሰርሑ ብዙሕ ኣጅሪ ዘለዎም ገይርዎም ኣብ ሓዲስ ኣሎ ሓዲስ ኣሳሒሕ ሓዲት ዓብዱላህ እብኒ ዑመር ወዶም ንሰይድና ዑመር እዩ ነቢ ዓለይሂ ሰላቱ ወሰላምሲ ከምዚ ኢሎም እንታይ ኢሎም ኢነማ መሰሉኩም ወመሰሉ ኣህሊል ኪታበይን ምሳሌ ናትናን ናይ እመት ሙሓመድ ናተይ ህዝብን ኢሎም ነቢ ዓለይሂ ሰላቱ ወሰላም ናይቶም ሰብ መጽሓፍቲ ኣህሊል ኪታበይን ኣልየሁድ ወነሳራ ማለት እዩ ናይቶም ዝሓለፉ ሰብ መጽሓፍትን ስኒ

ንበል ወላ ሚእቲ ሚእቲ ንበል እንተ ቂራጥ ምን ተፈለጠልና ቂራጥ ቂራጥ ክህቦ እየ ኢሉ ንኩሉ ሰብ ድሰርሐ ኢሉ ሕራይ ኢሎም ካብ ንግሆ ጀሚሮም ክሳብ ምሉ መዓልቲ ሰሪሖም ፈዓሚለት ልይሁድ ሕጂ ካብ ምንታይ መሪፆም ካብታ ንግሆ

ፈዓሚለት ነሳራ ነሳራ ንሕና ኣለና ንሰርሕ ኢሎም ካብ ፍርቂ መዓልቲ ክሳብ ዓስሪ ዝኸውን ድማ ሰሪሖም ማለት እዮም ዓላ ቂራጥ ቂራጥ ፈዓሚለት ነሳራ ኢሎም ثم ቃለ መን የዕመሉ ሊ ሚን ሰላት ልዓስር ኢላ ኣን ተቂበ ሸምስ ካብ ዓስሪ ጀሚርካ ክሳብ ፀሓይ ትዓርብ ሓፃር ግዜ ኣደላ ኣብዚኣ ከ መን ይሰርሕ ኢሎም ላኪን እቲ ደስረሖም ዘሎ እዩ እንታይ ክህቦ ኢሉ ቂራጠይኒ ቂራጠይን ከክልተ ከክልተ እቲኦም መሚእቲ ምሽ ወሲዶም ከክልተ ሚእቲ ዳብል ገይረ ክህቦም እየ ዕፅፊ ዕፅፊ ኢሉ ኣላ ኣንቱም ኣላ ኣንቱም ንስኹም ኢኹም ኢሎም ነቢ ዓለይሂ ሰላቱ ወሰላም ኣላ ኣንቱም ፈቀዲበት ልየሁድ ሕጂ የሁድ ተቆጢዖም ወነሳራ ተቆጢዖም ፈቃሉ ማለና ኣክተሩ ዓመለን ንሕና ዝበዝሕ ግዜ ሰሪሕና ቂራጥ ቂራጥ ጥራሕ ሂብካና ወኣቀሉ ዓጣኣን ቃላ ሀል ዘለምቱኩም እሞ ዓሚፀኩም ድየ ስምምዕ እንድያ ነይራ ካብ ንግሆ ስጋብ ረፍዲ እስቲኹም ድማ ካብ ፍርቂ መዓልቲ ድማ ተሰማሚዕና መእ ሚእቲ ክበኩም ኢለኩም ቂራጥ ቂራጥ ሕራይ ኢልኩም ዘሊመኩም ድየ ይብሎም ላእ ኣይዘለምኩኹ ኣይዘለምካናን ብታ ዝበልካናስ ሂብካና ደሞዝና ይብልዎ ቃሉ ላእ ቐድ ሕጂ እንታይ ይብል ማለት እዩ ፈዛሊከ ፈድሊ ኡቲቱሁ መን ኣሻእ እምበኣር ኣነ ወሃባ እየ ደስረሐ ኣነ ንደለኹዎ ብስምምዕ ከየጉደልኩ ካብታ ስምምዕ ዝህብ እየ ኢሉ ኣፋንይዎም። ሕጂ ምሳሌ ናትናን ናቶምን ከምኡ እዩ ኢሎም። ሓጻር እንከላ እታ ግዜ ናትና ላኪን ብዙሕ ኣጅርታት ሓፊስና ማለት እዩ። ንምንታይ እንተ ኢልካ እቶም ቀዳሞት ዝነበሩ ዕምሪ ናታቶም ነዊሕ እዩ ነይሩ። ወሊዛሊክ ገሊኦም ሽሕ ዝጸንሑ ገሊኦም ሽሕን ሓሙሽተ ሚእትን ዝጸንሑ። ምሽ ኩላ ግዜ ንዝክራ ኣላ እታ ሰበይቲ ስኒ ወዳ ሞይትዋ ትበኪ ኔራ እቲ መላኢካ መጺኡ ሓቲትዋ እንታይ ኮንኪ ኢልዋስ ቆልዓ እንድዩ ሞይቱኒ ኢላ ክንደይ ክንደይ ዕድሚኡ ኢልዋ ሰለስተ ሚእቲ እኮ ኣይመልአን ኢላቶ ሕጂ ኣብቲ ግዜሲ ሽሕ ሽሕን ሓሙሽተ ሚእትን ስለ ዝጸንሑ እዮም ወዲ ሰለስተ ሚእቲ ዓመት ሞይትዋ ብዙሕ በኽያ ማለት እዩ ሕጂ ኢሎማ መላኢካ እዮም መጺኦም ኢሎማ ኡማ ክመጹ እዮም ህዝቢ ክመጹ እዮም ኣብቲ ጥቓ ዮመል ቅያማሲ ዕድመ ናቶም ሱሳ ወይ ሰብዓ ትኸውን ምስ በሉ ሰምቢዳ ሱሳ ሰብዓ ድኣ እንታይ ክትከውን ኣነ ብታ ግዜ እቲኣ ተዝህሉ ስኒ ኩላ ኣብ ሱጁድ ጥራሕ መሕለፍኩዋ ኢላ ሕጂ እቲ ግዜኦም ናታቶም ነዊሕ እዩ ነይሩ ወሊዛሊክ ረበልዓለሚን ድማ ነዛ ኡማ እዚኣ ድማ ንኡመት ሙሓመድ ድማ ፈድል ስለዝደልየሎም ሓጺር ትሰርሕ እዛ ሮሞዳን እዚኣ ኣያም ማዕዱዳት እያ

ዑምራ ፊ ሮሞዳን ኣብ ሮሞዳን ዑምራ ትገብሮ እንታይ ኣለዎ ኣጅሪ ክኣጅሩ ሓጅ ኢሎም ክንዲ ናይ ሓጅ ኣጅሪ ኣለዎ ሪኢኻ ቁሩብ ትሰርሕ እሞ ዕጻፍ ኣጅሪ ትውሃብ ኣብ መስጂድ ኣልሓራም ከይድካ እንድሕር ሰጊድካ ክልተ ረካዕተይን ትሰግደን ክንዲ ሚእቲ ሺሕ ኣብ ካሊእ ትሰግዶ ይኸውን ኣሎ ኢዘን ረበል ዓለሚን እንታይ ገይርዋ ንኡመት ሙሓመድ ውሑድ ሰሪሖም ብዙሕ ኣጅሪ ከም ድኸስቡ ድማ ገይርዎም ማለት እዩ ኢዘን ናብ ምንታይ ንመለስ ናብታ ኣያ ኣያም ማዕዱዳት ኢሉ ረቡና ዓዘወጀል ድቁጸራ መዓልታት እየን ኢልወን ነዘን መዓልታት እዚኣተን ናይ ሮሞዳን ኢዘን ሓቤሬታ እዩ ተንቢህ እዩ ተበራበሩ ዘለዎ ማለት እዩ ፈላ ቱፈርጥ ድቁጸራ ስለ ዝኮና ተደይ ተጠቂምካለን ከየቲ እየን ወሊዛሊክ የብነ ኣደም ኢነማ ኣንተ ኣያም ንስካ ስኒ ባዕልካ ወዲ ሰብ መዓልታት ኢካ

ለይቲ ኮይኑ ሰላት ልዕሻ ኣኺሉ ወጊዑ ሰላት ልፈጅር ሕጂ ንረቢ ዚክር ዝደሊ ንረቢ ከመስግን ድደሊ ኺልፋ ገይርዎ ረበልዓለሚን ኣልኣያም ትተዓቀብ እቲ መዓልታት ይኸይድ እዩ ዘሎ ለይቲ ይኸይድ ቀትሪ ይመጽእ ቀትሪ ይኸይድ ለይቲ ይመጽእ ኣሎ ወኣንተ ተዝሃብ መዓ ኩሉ ዮም እስኻ ድማ ምስተን ኩለን መዓልቲ ወጊሑ ለይቲ ዓሪባ ኸላስ ምስእን ድማ ትጎድል ኣለኻ ወሊዛሊከ ኣልሓሰን ኣልበስሪ እንታይ ኢሎም ስኒ የብነ ኣደም ኢሎም ኣንታ ወዲ ኣደም ኢሎም ኢነማ ኣንተ ኣያም ንስኻ መዓልቲ ኢኻ ኢሎም ፈኢዛ ዘሀባ የውም ሓንቲ መዓልቲ እንተደኣ ኸይዳ ዘሀባ ባዕዱካ ካብተን ካብ ካባኻ ሓንቲ መዓልቲ ይጎድል ኣሎ ክልተ ኸይዳ ኸልተ መዓልቲ ይጎድል ኣሎ ሽዑ ምስ ተወድእ እተን ሱሳ ዝሃበካ ድዩ ሰብዓ ዝሃበካ ድማ ተወዲእካ ማለት እዩ

ቃለ ረቢ እርጅዑን ምለሱኒ ምለሱኒ ሓንሳብ ኣጽንሑኒ ይብል ለዓሊ ኣዕመሉ ሳሊሓ ቁሩብ ስራሕ ዓመሉ ሳልሕ ክሰርሕ ፊማ ተረክት ኣብቲ ደይሰራሕክዎ ዘለኹስ ክሰርሕ ይብል ኢነሃ ከላ ኢሉ ረቡና ዓዘወጀል ከላ ኢነሃ ከሊመቱን ሁወ ቃኢሉሃ ኩሉ ሰብ ኢዚኣ ዝብላ ማለት እዩ መላኢካ ሓንሳብ ኣጽንሑኒ ክሰርሕ ይብል ማለት እዩ። ወሚን ወራኢህም በርዘኹን ኢላ የውም ዩብዓሱን ሕጂ ኻላስ ታሩሕ ኣኺላኣ መዓልታ ኣይትጸንሕንያ ታሩሕ ክትወጽእ ኣብታ በርዘኽ ክትኣቱ ኢኻ ኢዘን ኣልኣያም ኣልማድያ ኣይትምለስንያ ረቢ ርጅዑን ይብል ምለሱኒ ይብል ኻላስ ምምላስ የለን እዚኤን እንዳሓለፈየን ኢዘን እንዳሓለፈ እንታይዩ ዘለዎ እንተ ኢልካ ላ የንፋዕ ወላ ተጣዒስካ ኣይከውንንዩ ላኪን ሓንቲ እንታይ እያ ድላ ተውባ ትብል ወረቢ ኣልዓለሚን የጁቡ ማ ቀብለሁ ተውባ ያረብ ተመሊሰ ኣለኹ እዚ ዝሓለፈ እምበኣር

ኣያሙል ሓድር ሕጂ ዘለናያ ድሓለፈ ሕጂ ናይ ትማሊ ኢሂ ገሊኡ ሰብ ኣሎ ሶይዱ ይጉሂ ናይ ድሓለፈ ኣብ ሱዳን ከለኹ ከምዚ ተረኺቡ ከምዚኣ እንዲ ገይሩኒ ከምዚኣ እንዲ ኢለ ኢሉ ሓሊፉ እዩ እሱ ካላስ ተወዲኡ ፋት ማት ይብሉ ድሓለፈ ሞይቱ እዩ ሕጂ ንዕኡ ግደፎ ደጉደልካዬ ተሎ ተውባ በል ኢኻ ናብ ረቢ ተመለስ ወረብል ዓለሚን ድማ ገፉር ራሒም እዩ ሕጂ ኣልየውም ልሓድር እዛ ዘለናያ ሎም መዓልቲ እዋ ራእሱ ማልክ እዚኣ ሕጂ ካቢታል ናትካኣ ማለት እዩ እዚኣ እታ ካቢታል ናትካ ወሊዛሊክ ነብይና ሙሓመድ ዓለይሂ ሰላቱ ወሰላም እንታይ ኢሎም እቅተኒም ኸምሰን ቐብለ ኸምስ ኢሎም ሓሙሽተ ነገራት ከይመጻኻ ከለዋ ብሓሙሽተ ነገራት ተቀዳደም ተጓየይ ኢሎም ሸባቡካ ቐብለ ሃረሚክ ሸባብ ከለካ እርጋን ከይመጸ ወሲሓተከ ቀብለ ሰቀቢል ጥዕና ከለካ ከለካ ሕማም ከይመጸ ከሎ ወቂናከ ቀብለ ፈቅሪክ ሃፍቲ ከለካ ዝወሃብ ከለካ ድክነት ከይመጸ እንከሎ ወፈራቁከ ቀብለ ሹቅሊክ ግዜ ከለካ ደሻቅል ግዜ ከይመጸካ እንከሎ ወሓያተክ ቀብለ መውቲክ ሂወትካ ድማ ከይሞትካ ከለካ ኢሉ ኢዘን እዚኣ እታ ሓብር እዛ ዘለናያ ማለት እዩ። ወቃለ ሰለላሁ ዓለይሂ ወሰለም እንታይ ኢሎም ነቢ ዓለይሂ ሰላቱ ወሰላም ኒዕመታን መቅቡን ፊሂማ ከሲሩን ሚነ ናስ ክልተ ኒዕማ ኣለዋ ብዙሕ ሰብ ድዕሸወን ኢሎም ኣስሓቱ ወልፈራቅ ጥዕናን ግዜን ኢሎም ጥዕና ከላትካ እዚኣ ሕጂ ድላይካ ክትሰርሕ ትክእል ኢካ ግዜ ከለካ እውን ክትሰርሕ ትክእል ኢካ ላኪን ብዙሕ ሰብ غፍላ ኣለዎ ማለት እዩ ኢዘን ድሓለፈ ኣሎ ግዜ ሓሊፉ ዩ ኻላስ እዛ ዘለኻያ ተጠቀመላ እቲ ድመጽእ ኸኒ ላተምሊኩሃ እስኻ ትፈልጦ የብልካን ወላ ተድሪ ክትነብር ዲኻ ክትጸንሕ ዲኻ ኣይትፈልጥን ኢኻ ወሊዛሊክ ረቡና ዓዘወጀል እንታይ ኢሉ ወማ ተድሪ ነፍሱን ማዛ ተክሲቡ ቐዳ ሓንቲ ነፍሲ ስኒ ጽባሕ እንታይ እያ ትረኽባ ኣይትፈልጥን እያ ወማ ተድሪ ነፍሲን ነፍሱን ቢኣዪ ኣርዲን ተሙት እታ ነፍሲ ኣበይ እያ ትመውት እዛ ዘለኻያ ዲኻ ጌሽካ ዲኻ ኣበይ ኢኻ ኣይትፈልጥን ኢኻ ኢዘን እንታይ ይኾን ኢኻ ናይ ጽባሕ ንዓኻ ኣይምልከተካን ኢዩ ናይ ሎም መዓልቲ ላኪን እዛ ዘለኻያ ዝዘለምካዮ ተሎ መዝለማ ትመልስ ዝዓመጽካዮ ተሎ ትመልሰሉ ኸር ዝስራሕ ተለካ ትሰርሕ ኻላስ ከምኣ ኢልካ እኻ ክትጓየ ዘለካ ማለት ኢዩ ፈላ ቱኣጅል ኣተውባ እታ ተውባ ስኒ ኣይተደንጉያ ወላ ቱኣኺር ኣጣዓ እታ ጣዓ እውን ኣይተደንጉያ ኢዘን ኩላ ግዜ እታ ኣያመን ማዕዱዳት ክንቀርኣ ከለና ያ ኣዩሃ ለዚነ ኣመኑ ኩቲበ ዓለይኩም ስያሙ ከማ ኩቲበ ዓለ ለዚነ ምን ቀብሊኩም ለዓለኩም ተተቁን ኣያመን ማዕዱዳት እዚኣ ሕጂ ኩላ ግዜ ንዘክራ ኢና ኣያም ማዕዱዳት እየን ኩላቶም ኣበይ ኣለዉ እቶም ድሓለፉ ኣበይ ኣለዉ እቶም ዝነበሩ ኣበይ ኣለዉ እቶም ቪላታት ሰሪሖም ህንጻታት ሰሪሖም ኩሉ ዝገበሮ ኩላቶም ሓሊፎም ኣለዉ